ብሩኽ ሰንበት ይግበረልና ኣዝዩ ጽቡቅ ድኾነ ሕምባሻ ኣዝዩ ዋው ድኾነ ሕምባሻታትና ንኸይወድቀና እንታይ እንታይ ክንገብር ኣለና ተሸለመ ክብኸ ሕምባሻና ምስ ሸለምናዮ ከምቲ ተሸለመልና ከምቲ ግቡኡ ሕንጻጹ ንኽወጸልና ኸኒ እንታይ እንታይ ክንገብር ኣለና ንኸይወድቀናኸ እንታይ እንታይ ክንገብር ኣለና ስጋብ መወዳእታ ተኸታተሉኒ ኣሕዋተይ ናብ ኣሰራርሓኦም ሰላም ከይድና ሰላም ከመይ ቀኒኹም ድሓን ዶ ቀኒኹም ኣነ እግዚኣብሔር መስገን ጽቡቅ ኣለኹ እንኳዕ ድሓን መጻኹም ናብ ዳይመንት ኣሉ ቻነል ናተይ ዕዱማት ክትኮኑ እስካብ እዛ መወዳእታ ቪድዮ ክትርእይዎ ክትከታተልዎ ከዓኒ ሎማዓንቲ ሒዘልኩም መጽየ ደለኹ ሕምባሻ ከም ስሪኦ ደለኹም ኣዝዩ ዋው ዝኾነ ሕምባሻ ብኣበሱዳን ብዘይ ኣበሱዳን ሕምባሻ ክልተ ሕምባሻ ብዘይ እንቋቑሖ ብዘይ ፀባ ኢና ዶ መዓንቲ ክነዳሉ ማለት እዩ ኣዚ ቀሊል ዝኾነ ንቁርሲ ቡን ብሓንሳብ ክነዳሉ ኢና ኣሕዋተይ ክትኣትዉ ከለኹም እቶም ሳብስክራይብ ዘይገበርኩም ምሳይ ሳብስክራይብ ክትገብሩ እቶም ከም ቀደምኩም ምሳይ ትከታተሉ ንኸ ብላይ ክትጀምርዎ እኹም ኣሕዋተይ እምበኣር ከምቲ ወደለኹም ዝሕምባሻና ኣዝዩ

ከምዚ ምስ ሰለምናዮ ከዓኒ እቲ ስልማቱ ይጠፍኡ ድበልክናኒ ሓያል ሓያል ኣሕዋተይ ንኣኻትክን ይሒዘልክን መፅእ ደለኹ ስለምንታይ እቲ ዝሰለምናዮ ሕምባሻ ከይተሰለመ ዝድምሰስ ወይ ከዓኒ ኖርማል ድኸውን ስለምንታይ ሕምባሻና ዘይፈኹሰልና ሎማዓንቲ ሒዘልክን መፅእ ኣለኹ ከምዚ ትሪእዎ ደለኹም ከዓ እዛ ለቢቶ ንሓንቲ ሕምባሻ ክጥቀም እምበኣር ለቢቶ ሓንቲ ገልቢጠ ኣለኹ። ሽኮር ከኣኒ ደኣኽለና ክንገብር ኢና። ክልተ ሽኮር በዚኣ ኣነ ክገብር እየ። ጨው ሓንቲ ማንካ ንሓንቲ ሕምባሻ ማለት እዩ ወይ ከዓ ንሓንቲ ኪሎ ፊኖ ማለት እዩ። ማይ ለበጥ ዝበለ በዚኣ ፍልቂ ሊትሮ ማይ ኣዳልየ ኣለኹ ማለት እዩ ሕጂ ነዚ ክበኩዓልና ምእንቲ ከምዚ ገርና ከዓኒ ብሓንሳብ ኮነሕብሮ ኢና ኣራንሺ ከዓ ፋሕፊሐ ኣዳልየ ኣለኹ ማለት እዩ ሕጂ ንቑሩብ ደቓይቕ ፕላስቲክ ሸፊነ ከዲነየ ጸኒሐ ንክቦኸዓልና ማለት እዩ ሕጂ ዓፍ ዓፍ ይልልና ኣሎ ብድሕሪኡ ዘይቲ ሓደ ኩባያ ዘይቲ ገይረ ኣለኹ ወይ ከዓ ሓደ ብኬር ናይ ሻሂ ብኬር ዘናእሽቱ ሽኮር ከም ንፈቶ እቲ መባኩዕቲ ክልተ ማንካ ገይሩሉ ነይረ ሓደ ማንካ ናይ መብልዒ ናይ መግቢ ብኡ ክልተ ክንገብር ንኽእል ኢና፣ ሓደ እውን ክንገብር ንኽእል ኢና። ሕጂ ብሓንሳብ ኩሉ ክንሓዋውሶ ኢና። ኣራንሺ ተፋሕፊሐ ገይረ ከዓኒ ብኹሉ ክመሳሰል ወይ ክተሓወስ ከዓ ብሓንሳብ የሕውሶ ኣለኹ ማለት እዩ። ማይ እታ ፍልቂ ሪትሮ ማይ ብምልእታ ሕጂ ገልቢጠያ ኣለኹ ሎማዓንቲ ብኢደይ ለዊሰ ሕምባሻ እየ ከርእየክን ይሕዋተይ ብማሽን ኣይኮነ ነተን ማሽን ደብልክን ይሕዋተይ ሎማዓንቲ ንዓኻትክን ትኸውን ይሒዘልክን መፅእ ደሎ ሕዋተይ ሕምባሻታትና ንኸይወድቀና እንታይ ክንገብር ኣለና ፊኖና ክኖፍዮ ኢና ሓደ ኪሎ ፊኖ በዚ ኣነ ክጥቀም እየ ንሓደ ሕምባሻ ማለት እዩ ፊኖታትና ኩሉ ግዜ ቸክ ክንገብሮ ኣለና ክንነፍዮ ክንክእል ኣለና ኣሕዋተይ ቸክ ምግባር ፅቡቅ እዩ ደስ ኢልና ክንበልዖ ከይተጠራጠርና ምእንቲ ክንበልዖ እንዳነፈና ዝኾነ ክንጥቀም ከም ዘለና ኣሕዋተይ ከዓ እዚኣ ንእግረ መንገደይ ማለት እዩ ኢድና ተሓጺብና ኢድ ምሕጻብ ኣብ ብርክቱ ኢዩ ወይ ከኣ ጓንቲ ክንገብር ኢና ኣነ ጓንቲ ጌረ ሕጂ ብኢደይ ከመይ ጌረ ይድዕኮ በዛ ፍርቂ ሊትሮ ማይ ጌርና ከኣ ነዛ ኪሎ ማይ ነዛ ኪሎ ሶሪ ነዛ ኪሎ ፊኖ ክድዕኮ ኢየ ማለት ኢዩ ጽቡቅ ጌርና ብኢድና

ክተቕጥንኦ የብልክንን ንሕምባሻ ናይ ዓድና ባህላዊ ክንሕምብሽ ተኾይና ክልስልስ ማራ ክልስልስ የብሉን ማእኸላይ ኣለዋውሳ ገይረ ከዓ ለዊሰ ከምዚኣ ገይረ ቀሚጠያ ኣለኹ ብድሕሪኡ ከዓ ከምኣ ገይረ ልክዕ ከዓ እታ ናይ ኣበሱዳ ከዓ ከምኣ ገይረ ለዊሰያ ኣለኹ ማለት እዩ ንኣሓትክን ቢዶ ከይነውሓክን ኣበሱዳ ጨዋ ባዕኸ ንእሽተይ ሽኮር ንእሽተይ ዘይቲ ገርና ከዓኒ ነታ ናይ ኣበሱዳ ከዓኒ ከምኣ ገይረ ክለውሳ እየ የሕዋተይ ማለት እዩ ከምኣ ገይረ ለዊሰ ከዓኒ ኣብዚ ናይ ሕምባሻ ንገብረሉ ፕላስቲክ ዓይነት ኣብኡ ገይረ ከዓ ብኢደይ ገይረ ከዓኒ ኣኽብብ ኣኽብብ ኣቢለ ሕጂ ዘይቲ ልኺኪ ኣቢለዮ ኣለኹ ነናቱ ጣሳ ፅሩይ ጣሳ ኣብቲ ዝለወስኩሉ ደይኮነ ሓፂበ ኣንቂፀ ዘይቲ ገይረ ብታሕቲ ከዓኒ ትሪኦ ኣለኽን ዘይቲ ለኽዮ ኣለኹ ሕጂ ዘይቲ ገይረ ከዓኒ ከቡለ እየ ማለት ኮፍ ኮብለ እየ ጣሳታታትና ፅሩይ ኮይኑ ነቂፁ ማይ ዘለዎ ክኸውን የብሉን ኣብ ኣለዊሰያ ሓፂበ ከዓኒ ነቲ ዘዳለኽዎ ናይ ኣበብ ሱዳን ሕምባሻ ኖርማል ብዘይ ኣበብ ሱዳን ኣበብ ሱዳን ትፈትሎ ደይፈቱ ስለ ዘሎ ብክልተ ዓይነት ኢሎም መዓንቲ ሒዘልክን መፅእ ድሎ ከምዚኣ ገይረ ከዓኒ ሕምባሻታትና ኣቐሚጠ ብላዕሊ ፕላስቲክ ገይረ እምበኣር ፕላስቲክ ገይረ ጨርቂ ገይረ ከኣ ንሓደ ሰዓት ከቐምጦ እየ ድሕሪ ሓደ ሰዓት ከኣ ክምለሰክን እየ ማለት ይሕዋተይ እምበኣር ሕጂ ነቲ ናይ ፎርነና ነዳልዎ ኣለና ሕምባሻታትና ከኣ ኣነ ከምዚ ገይረ ወረቐት ይጎብረሉ እየ ከምዚኣ ገይረ ከኣ ድሕሪ ሓደ ሰዓት ከኣ ሕምባሻና ሓፍ ኢሉ መሊኡ ትሪኦ ኣለኽን ኣብኣ ከለኹ ብኢደይ ከይሓዝኩ ክጉልብጦ እየ ማለት እዩ። ርኣያ ዘይቲ ስለ ዘላታ ማይ ስለ ዘይብሉ ሸተት ኢላ ከኣ ተገልቢጣትልና ኣላ ማለት እዩ። ኢድና ነብስና ከየውድቕና ከኣ ፍኹስ ዝበለ ጌርና ከኣኒ ኣብኣ ከድና ጽቕጥ ጽቕጥ ክነብላ ኢና ንፋስ ከይኣትዎ ምእንቲ ከይወድቀና ብኸምኡ ምኽንያት እዩ ሕምባሻታትና ዝወድቀና። ኢድክን ተእትዋሉ እሞ ኣብቲ ዝለወስክንኦ ድሕሪ ኣኽቢብክን ብኢድክን ኢኽን ትሽልማኣ ንብዙሓት ዝርኢ ማለት እዩ። ሕጂ ሎማዓንቲ ግን ኣነ ዘዳልዎ ካብቲ ኣነ ዝጥቀመሉ ኣብ ገዛይ ብትእዛዝ ስለ ዘዳሉ ኣሕዋተይ ክጠቕመክን እንዳበልኩ እየ ድሕሪኡ ከምዚኣ ገይረ ምስ ጠፍጠፍኩዋ ከዓኒ ንሓሙሽተ ደቂቕ ከቐምጣ እየ ድሕሪ ሓሙሽተ ደቂቕ ከዓኒ ዘይቲ ኣምፅኤ ወይ ፋርኬታ ወይ ካራ ገይረ ከዓኒ ክሽሉመ እየ ከምቲ ዝሸለምክዎ ንክወፀለይ ከዓ ዘይቲ እንዳጥለቕኩ ነቲ ካራይ ሓደ ብሓደ ከምዚኣ እንዳገበርኩ ኣጥልቕ ሽልም ኣጥልቕ ሽልም እንዳበልኩ ከዓኒ ሕንጻጹ ክወጸለይ ምእንቲ ከይተደምሰሰ ከኣ ብከምዚ ገይረ ኣብ ሸሞንተ ሽልማት ኣብ ሸሞንተ ሕንጻጽ ሓንጺጽዮ ኣለኹ ማለት እዩ ድሕሪ ወሰን ወሰኑ ከኣ ዘይቲ እንዳጠማዕኩ ካብ ወሰን ወሰና ዲዛይኑ ጽቡቅ ከቢብ ምእንቲ ክወጸልና ከኣ ሓዊ መሲሉ ክወጸልና እቲ ናቱ ስልማት ንክወፀለይ ከዓ ብከምዚ መልክዕ ካብቲ ኣነ ዝጥቀመሉ ንዓክን ሒዘልክን መፅእ ኣለኩ ኣሕዋተይ ከምዚ ዝበልኩክን ግን ሕምባሻታትክን ማራ ከተለስልሶ የብልክን ተለስሊስክንኦ እቲ ዝሰለምክንኦ ይጠፍኡ በዚ ኣነ ዘዳለኽዎ ማይ ዓቐኑ በዚ ዘዳለኽዎ ኣይ ልስሉስ ኣይተሪር ማእኸላይ ኣለዋውሳ ጌርክን ክትጥቀማ ኣለክን የሕዋተይ ብዙሓት ንዝሓታኒ ንሕቶን ንዓኻት ግን ኣነ ከጠቕመክን ኢለ ሒዘክን መፅየ ዘለኹ ሕምባሻትናትና ይወድቀና እዩ ከምቲ ዝሸለምና ኣይወፀናን እዩ ሕምባሻታትና ይወድቀና እዩ ስለ ዝበልክናኒ ንዓኻትክን ሒዘልክን መፅየ ኣለኹ ብከምዚ መልክዕ ገይረ ሸሊመዮ ኣለኹ ድሕሪኡ ምስ ሸሊመ ምስ ወዳእኹ ከዓኒ ንፍርቂ ሰዓት ጨርቂ ፕላስቲክ ሸፊነ ጨርቂ ገይረ ከዓኒ ከቐምጦ እየ ማለት እዩ እዚኣ ከዓ ንፍርቂ ሰዓት ክቐምጣ ድሕሪ ፍርቂ ሰዓት ፎርነይ ወሊዐ ብሚእትን ሰማንያን ግሬደድ ገይረ ንፍርቂ ሰዓት ከዓኒ ወረቐት ብላዕሊ ሸፊነ ከዓኒ ከምዚኣ ወፅያትልና ኣላ ማለት እዩ ረኣየኣ ሕብራን ገሊኣን እቲ ሽልማቱ ክትብላ ብጣዕሚ ፅቡቅ ኮይነና እቲ ወረቀቱ እሊ ተቢልናዮ ከዓኒ ሓዊ ይመስለና ንቁርብ ደቃይቅ በቲ ዝረሰነ ጌርና ማለት እዩ ብድሕሪኡ ንፋስ ንክኣትዎ ኣብ ዝኾነ ሬት ተዘለዎ ክንጉልብጦ ኢና ሕጂ ረኣያ እዚኣ ናይ ሕምባሻይ ናተይ ኣነ ዃር ለዃር ሬት ኣለዋ ኣብዚኣ ገልቢጠ ከኣ ንፋስ ክኣትዎ ዘይቲ ብራሽ ለኽየ ከኣኒ ከጽንሓ እየ ንዓሰርተ ደቂቅ ዝኸውን ድሕሪኡ ጎማ ሽፍን ኮፕል እየ ምእንቲ ልስልስ ክብለልና ንኸይደርቀና ማለት እዩ ብማይ እንተገርናዮ ብውዑይ እንተገርናዮ ግን በቲ ሃፋናቱ ከብሎ ክልስልስ ስለ ዝኽእል ማይ ክኸውን ስለ ዝኽእል ንፋስ ክንህቦ ኣለና

ስጋብ እቲኣ ትበስለልና እቲ ሓፍ ትብለለይ ከዓ ነዚኣ ከዓ ክሽልማ እየ ስጋብ ዝሽልማ ከዓኒ እቲኣ ሓፍ ክትብለለይ ከቐምጣ ከለኹ ከዓ ነቲኣ ከዓ ፎርነይ ወሊዐ ከእትዋ እየ ራዮ ቅድሚትን ድሕሪትን እቲኣ ክንሽልማ ኢና ፍርቂ ሰዓት ክፀንሕ እያ እዚኣ ስጋብ ድሽልማ ስጋብ ትፈኹሰለይ ጨርቂ ሸፊና ሓሙሽተ ደቂቃ ዘቐምጣ ከዓ እቲኣ ሓፍ ምስ በለት ኣብ ፎርነይ ከእትዋ እየ ነዚኣ ከዓኒ ብከምኡ ገባብ ደሓር ኣብ ካልኣይቲ ሕምባሻ ነዚኣ ከእትዋ ከለኩ ግን ኣብቲ ዝረሰነ ፎርኖ ኣይኮንኩን ከእትዎ ደለኒ ኣሕዋተይ ኩላካትክን እዚኣ ክትጥቀማላ ዘለክን ሕምባሻ ሰንኪትክን ኣብኡ ከለክን ኣይተእትዎ ኣጥፊእክን ሓንሳብ ንፋስ የእቲክን እቲ ካልኣይ ሕምባሻ ተዳልዎ እቲ ሳልሳይ ሕምባሻ ተዳልዎ ክተእትዎ ኣለክን ኣብኡ ከለክን እንተተእቲክንኦ በቲ ሓዊ ላብለብለብ ኢሉ ቀልጢፉ ከይበሰለ እቲ ውሽጡ ይወፅእ ቀስ ኢሉ ሓፍ ኢሉ ክፍኹሰልና እንተኾይኑ ግን ኣጥፊእና እቲ ፎርኖና ኣዝሒልና ከኣ ይሕዋተይ ሕምባሻና ከነእትዎ ኣለና እዚኣ ቀንዲ ሒዘልክን መጽየ ደለኹ ኩላትና ካብቲ ዝሪኦ ወይ ከኣ ካብቲ ዝጥቀማሉ ይሕዋተይ ሕምባሻ ንለውስ ምስ ሸለምናዮ ነእትዎ እንደገና እታ ሓንቲ ኣውፂና ምስ በሰለት ከኣ እታ ሓንቲ ነእትዋ ስለዚ እቲ ሕምባሻ ከይበሰለ ይወፅእ ኣይፈኩስን እዩ እንደገና ብዘይ ልቡ እቲ ሓዊ ደብስለሉ ረሲኑ ስለ ዝፀንሐ ቀልጢፍ እዩ ድቐይሕ ደሎ እቲ ውሽጡ ከ ይበሰለ ከዓኒ ይፀንሕ ማለት እዩ እምበኣር እዛ ሕምባሻይ እዚኣ ከዓ ከምኣ ልክዕ ገይረ ክሽልማ ካብኣ ዋላ ሓንቲ ተፍሊ የብላን ከምቲ ናታ ኣጋባብ ናይታ ኖርማል ሕምባሻ ከምኣ እያ ክቶ ዝሽለም ይሕዋተይ ነዚኣ ከዓ ሸሊመ ምስ ወዳእኽዋ ከዓ ንፍርቂ ሰዓት ክቐምጣ እየ እቲኣ ክትበስለለይ ከላ እዚኣ ንፍርቂ ሰዓት ክቐምጣ እየ ማለት እዩ ሕጂ ሰለስተ ጋባብ ቀንዲ ሕጀል ክመፅእ ኣለኹ ሕምባሻት ናታትና ምስ ለወስናዮ ማእኸላይ ዝኾነ ኣላወሳ ክንለውሶ ኣለና ካልኣይ ጣሳና ሓፂብና ዘይቲ ብታሕቲ ጌርና ፕላስቲክ ብላዕሊ ሸፊንና ፕላስቲክ ሙቆት ስለ ዝቦ ንፍርቂ ሰዓት ንሰዓት ክነፅንሖ ከም ዘለና ምስ ተለወሰ ድሕሪ ሰዓት ከዓኒ ሓፍ ምስ በለ ከዓኒ ክንሽልሞ ከም ዘለና ንኽንሽልሞ ከኣ እቲ ስልማት ንኽወጸልና ከኣ ዘይቲ እንዳጠማዕና ክንሽልሞ ከም ዘለና ምስ ሸለምናዮ ከኣ ንፍርቂ ሰዓት ኣጽኒሕና ፎርኖና ወሊዕና ከነእትዎ የብልናን። ምስ እተናዮ እቲ ፎርኖ ክንውልዕ ኣለና ብሚእቲ ሰማንያን ጌርና ላዕልን ታሕትን ንውልዖ ድሕሪኡ ቀይሕ ምስ በል ክንኦ ድሕሪ ዕስራን ሓሙሽተን ደቂቕ ምስ ኮነ እታ ናይ ላዕሊ ወረቐት ትኸፍታ። ምስ ከፈትክንኣ ቁሩብ ሓዊ ምእንቲ ክበስለና እቲ ወረቐት እልይ ተብሎ ከምታ መጀመርታ ደርኣኹኹን ምልእቲ ቢሉ ኣብ ፎርኖ ከላ ኣርእየክን ነይረ ብድሕሪኡ ሓሙሽተ ደቂ ምስ ሃብክኖ ምስ በሰለና ይኣኽሎ ምስ በልክን ኣውፂኽን ከዓን ከምዚ ሬቲ ሬቶ ዘይብሉ ሰብ የለን ናይ ፎርኖ ኣብዚ ሬቲ ሬቶ ትገብርኦ እቲ ናቱ ሓዊ ዝኾነ እቲ ሙቐቱ ክወፅእ ምእንቲ ንፋስ ክኣትዎ ዘይቲ ለኺኽን ከዓኒ ጎማ ሸፊንክን ከዓኒ ተቐምጦ ንቑሩብ ደቓይቕ ብድሕሪኡ ተወዲኡ ምስ በልናዮ ከዓ ሕንባሻታትና ብከምዚ መልክዕ በቲ ግቡኡ ኣብ መሶብ ናይ ባህላዊ ዝኾነ ብከምዚ ከዓ ኣዳልየልክና ኣለኹ ምስ ተቆረሰ ከዓ ረኣዮ ኣዝዩ ፅቡቅ ዝኾነ ፎኪስ በቃ ሉስሉስ ብጣዕሚ ጡጥ ዝኾነ ሕምባሻ ከዓ ብከምዚ ሰተይ ገይረ መሶበይ ገይረ ባህላዊ ዝኾነ ከዓ ኣዝዩ ፅቡቅ ዝኾነ በሊዕ ዓደይ ፅገብ ኣብ ዝኾነ ውራይ ደመልክዓና ደገርመና ባህላዊ ዝኾነ ሕምባሻታትና ናይ ብዘይ እንቋቑሖ ብዘይ ጻባ ብዘይ ገለ ማለት እዩ ሕጂ ከዓ ራእያ ክቆርሳ እየ ክርእየክን የሕዋተይ ፅብቕቲ ኮይና ሃልና ኣላ ከምዚኣ ጌርክን ክትጥቀም ኣሕዋተይ ይላበወክን ይቐንየለይ ስለ ተኸታተልክናኒ ግዜክን ሰዓትኩም ሂብኩም ስለ ተኸታተልኩምኒ እንተፈቲኽና ሸር ላይክ ሳብስክራይብ እንዳገበርክን ንኩሉ ሰብ ኣሕዋትና ንኣሽቱ ኣሕዋትና ንዘይፈልጥ ኣሕዋትና ንክሪኦ ከዓኒ ላይክ ተጌርክኖ ዩቱብ ንቅድሚት የምፅ እሞ ኩሉ ሰብ ከዓ ይከታተሎ ረኣዮ እበላ ምፍኳሱን ገሊኡን ሕብሩን ገሊኡን ክፅብቅ ኮይኑ ደሎ ኣሕዋተይ እታ ናይ ኣበሱዳ ኣይቆረስኩዋን እታ ብሩኽ ሰንበት ትግበረልና ኣዝዩ ፅቡቅ ዝኾነ ሕምባሻ ኣዝዩ ዋው ዝኾነ ሕምባሻታትና ንኸይወድቀና እንታይ እንታይ ክንገብር ኣለና ተሸለመ ብኸመይ ፅቡቅ ስልማት ይወፀልና